ሰላም ከመይ ትጸንሑ ክቡራት ተዓዛብቲ ንሎሚ ዝተዳለወ እዋናዊ ሓጸርቲ ዛዕባታት ሒዘልኩም ቀሪበ ኣለኹ ንምክትታልኩም ምዕድም። ፈላሚ ዛዕባ ዝኸውን ኤርትራ ካብ ኢጋድ ኣባልነታ ኣግሊላ ዝብል እዩ። ፕረዚደንት ኢሳያስ ኣፍወርቂ ቅድሚ ዓመታት ብዛዕባ ኢጋድ ዝሞተ ዞባዊ መጋባርያ ውድብ ክብል ገሊጹ ምንባሩ ይዝከር። ከምቲ ሓሰማ ተሓጺባ ናብ ጸብሪ ዝበሃል ኢጋድ ልክዕ ከም ከልቢ ተሓጺቡ ናብ ትፉኡ ዝምለስ ውድብ እዩ። እቲ ቀንዲ ምኽንያት ኤርትራ ኣባልነታ ካብ ኢጋድ ከም እትጥርጠር ዝገበረ፣ እቲ ውድብ ካብ ንረብሓ ሃገራት እዚ ከባቢ ካብ ምፍጻም ሓሊፉ መስርሒ ናይ ደገ ሓይልታት ምዃኑ እዩ። ፕረዚደንት ኢሳይያስ ኣፈወርቂ ኣብ ናይ ክልተ ሽሕን ዓሰርተ ሸሞንተን ቃለ መሕተቱ ዝጠቐሶ፣ ኢጋድ ንምድረበዳነት ንምቅዋም ተባሂሉ ዝቖመ ትካል እዩ ነይሩ። ኣብዚ ካብ በጻሕና፣ ኣብ ክንዲ ናይ ምድረበዳነት ምጥፋእ ተባሂሉ ዝስመ ናይ ልምዓት ዘይንቕይሮ ተባሂሉ ኢጋድ ከም ዝቖመን፣ ኢጋድ ካብ ዝቖመሉ ሰዓት ምስቲ ሽዑ ዝነበረ ጽቡቕ ድሌት እንታይ ሰርሑ ኢልካ እንድሕር ሓቲትካ እቲ መልሲ ወላ ሓንቲ እዩ። ኢጋድ ንገዛእ ርእሱ ጉልባብ መጋበርያ ናይ ምጥቋስን ህውከት ምቅዋምን ኮይኑ ከም ዝበለ ይዝከር። በዚ ምኽንያት ኤርትራ ካብቲ ተልእኹኡ ካብ ዝቦኸረን ስትራተጂያዊ ረብሓታት ዘይርከቦን ውድብ ኢጋድ ኣባልነታ ብወግዒ ከም ዘስሓበት ሚኒስትሪ ጉዳያት ወጻኢ ኣፍሊጡ። ካልኣይ ዛዕባና ዝኸውን ዋና ጸሓፊ ሕቡራት ሃገራት ኣንቶኖ ጉተረዝ ብምኽንያት መበል ዕስራን ሓሙሽተን ዓመት ውዕል ኣልጀርስ ኣብ ዘሕለፎ እዋናዊ መልእኽቲ ኢትዮጵያን ኤርትራን በቲ ብይን ክቕየዳ ጸዊዑ። ብተወሳኺ'ውን ስምምዕ ኣልጀርስ ዕስራን ሓሙሽተን ዓመት ኣብ ዘኽብረሉ ዘሎ እዋን ውድብ ሕቡራት ሃገራት ንኤርትራን ንኢትዮጵያን እቲ ሓደ ካብቶም ኣብ ዘበንና እተራእዩ ዝኸፍኡ ግጭታት ዘብቀዐሉ ስምምዕ ሰላም ምኽባር ኣገዳሲ ምዃኑ ኣዘኻኺሩወን። ኣብ ሽሕን ትሽዓተ ሚእትን ተስዓን ሸሞንተን ክሳብ ክልተ ሽሕ ዓመተ ምህረት ኣብ መንጎ ኤርትራን ኢትዮጵያን ዝተኻየደ ዶብ ዝጠንቁ ኹናት ብዓሰርተታት ኣሽሓት ዝቑጸሩ ሰባት ከም ዝቐዘፈን ንቡዙሓት ከም ዘመዛበለን ንልምዓት እተን ሃገራት ድማ ዘወንዘፈን እዩ ነይሩ። እቲ ስምምዕ ነቲ መሪር ምዕራፍ ንምዕጻው መሪሕ ተራ ዝተጻወተ ኾይኑ ሰላም ንምርግጋእን ዶባት እተን ሃገራት ንምሕንጻጽ እውን እምነ ኹርናዕ ከም ዝገበረ ይዝከር። ይዝከር። ኣህጉራዊ ኮሚሽን ዶባት ንባድመ ሓዊሱ ካብቶም ዘሰሓሕቡ ቦታታት ንዝነበረ ግጭታት ንምህዳእ ውሳነ ሂቡ። ውድብ ሕቡራት ሃገራት ኣብ ክንዲ ግጭት ዘተ፣ ኣኽብሮት ዓለምለኸ ሕጊ፣ ምኽባር ልኣላውነት፣ ከምኡ'ውን ምትሕብባር ዞባዊ ምርግጋእን ዝበሉ ነጥብታት ኣስሚሩሎም። ስምምዕ ኣልጀርስ ኣብ ዓሰርተ ክልተ ታሕሳስ ክልተ ሽሕ ዓመተ ምህረት ኣብ ከተማ ኣልጀርስ፣ ኣልጀርያ፣ ኣብ መንጎ መራሕትታት ኢትዮጵያን ኤርትራን ብመንጎኝነት ኣልጀርያ ውድብ ሓድነት ኣፍሪቃን፣ ኣውሮጳዊ ሕብረትን ኣሜሪካን እዩ ተኸቲሙ። ዝቕጽል ዛዕባና፣ ምምሕዳር ፕረዚዳንት ዶናልድ ትራምፕ ኣብ ልዕሊ ኢሚግሬሽን እታ ሃገር ጽኑዕ ስጉምቲ ኣብ ዝወስደሉ ዘሎ እዋን፣ ክፍሊ ድሕነት ሃገረ ኣሜሪካ ዝርዝር ኣዝዮም ዝኸፍኡ ገበነኛታት ዜጋታት ወጻኢ ዝበሎም ውልቀሰባት ኣውጺኡ። እቲ ዝርዝር ኣብ ዝተፈላለዩ ግዝኣታት ኣሜሪካ ዝተኣሰሩ ሸሞንተ ኢትዮጵያውያን ደቂ ተባዕትዮን ሓንቲ ጓል ኣንስተይቲ ኣስማትን ዝተፈጸመሉ ገበናትን መበቆል ግዝኣታት ዘጠቓለለ እዩ። እቶም ኢትዮጵያውያን ብቕትለት፣ ዘይሕጋዊ ምዝዋር ዕጸፋርስ፣ ብረትን ዝምታን ካልኦት ገበናትን ዝኽሰሱ ምዃኖም እቲ ዝርዝር ይሕብር። ሽም ካብቶም ሓደገኛታት ተባሂሎም ዝተለለዩ ትሽዓተ ኢትዮጵያውያን ብዘይካ እቲ ሓደ ናይ ኩሎም ምስቲ ፈጺሞሞ ዝተብሃሉ ገበናት ናብ ህዝቢ ተዘርጊሑ ይርከብ። ኣኽበርቲ ሕጊ ገበናዊ ገበናት ብምፍጻም ካብ ኣሜሪካ ክስጎጉ ዝተኣሰሩን ዝተለለዩን ኣዝዮም ሓደገኛታት ዜጋታት ወጻኢ ትኹረት ክግበረሎም ዝግበር ዝርዝር ገበናት'ውን ጠቒሶም ኣለው። በዚኦም ዘብያዊ ዓመጽ፣ ብተደጋጋሚ ሰኺርካ መኪና ምዝዋር፣ ምዝማት፣ ምጭዋይ ህጻናት፣ ምፍርራሕን ግብረ ሽበራ ብብረት መጥቃዕቲ ምፍጻም፣ ዝተሰረቐ ንብረት ምቕባል፣ ትእዛዝ ቤት ፍርዲ ዘይምኽባር፣ ዘይሕጋዊ ዝውውር ገንዘብን ይርከብዎም።